ኣነስ ሰላም ጠንካራ ጓል በቃ ጎበዝ ይመስለኒ ነይሩ። ሰላም ማዕረ ክንድዚ ተስፋ ትቆርፅ ኢለሲ ብጭራሽ ሓሲበዮ ዘይፈልጥ ማለት እዩ። ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም? ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ሎማዓንቲ ከዓኒ ብሓድሽ ቪድዮ እየ መፅኤኩም ዘለኹ ነዛ ቪድዮ ክጅምሩ ከለኹም ላይክ ብምግባር ጀምሩ ሓድሽ ንዝኾንኩም ድማ ሰብስክራይብ እንዳገበርኩም ቤተሰብ ኩኑ ኩለኩም ይደሊ ማለት እዩ በኣር ለማዓንቲ እቲ ዝመጻኽሉ ርእሲ ብዛዕባ ሰላም ጸጋይ እዩ ማለት እዩ። ሰላም ጸጋይ ብቐዳማይ ኣነ ዩቱበይ ክሸጦ ይደሊ ዩቱብ ክሰርሕ ኣይደሊ ካብ ድሕር ደጊም በቃ ዘፈራርሐኒ ሰባት ኣለዉ እንዳበለት ነይራ ማለት እዩ። ናይ ሓቃ ድያ ዘፈራርሕዋ ሰባት ኣልዮም ወይስ ስቑኢላ በቃ ኣይድያ ንኣይድያ ኢለ እያ ሓሲባ ከምኡ ኢላ ንኩልና ለይተመለሰ ሕቶ እዩ ማለት እዩ ሰብ ከ ኣብ ጥራይ ማይዳሲ ምንም ኣብ ዘይምልከቶስ ዩቱብኺ ክተይ ዘገዲፍክዮ እንተይ ዝሸጥክዮ ኢሎም ዘፈራርሕዋሲ ከመይ ዝበሉ ስለ ዝኾኑ እዮም ኢለ ንባዕለይ እንዳተሓሳስበኒ እዩ ነይሩ ማለት እዩ እና ካብኡ እውን ኣይገደፈቶን ትሰርሕላ እያ ቢያንስ ብቀዳማይ ዩቱበይ ገዛ ረኪበ ተመስገን ሓደ ሚልዮን ኢሎም እንዳበለት ነይራ ማለት እዩ ካብኡ ድሕሪኡ እውን ብዛዕባ ዝሓለፈ ሂወታ እንዳዕለለት እንዲያም ብዙሕ ሰብ ኣብ ኮመንት ሲ ሕጂ ሲ እንታይ ኣምፅኦ ስለ ዝሓለፈ ሂወትኪ ኣብዚ ምዕላል ንስክሲ በዓል ሓዳሪኺ ምስ ሰብኣይክሲ ጽልዋ ዶ ኣየሕድረሉይ? ስለምንታይ ኣብ ዝሓለፈ ሂወትኪ ኣብዚ መጺኺ ተዕልሊ ኣለኺ ወይ ከዓ ተዋግዒ ኣለኺ? ሓቀን እየን ኣብዚ ዝሓለፈ ሓሊፉስ ሓዳር ጌራስ ቆልዓ ወሊዳ ሂወታ እትመርሕ ዘላ ቆልዓ እያ እና እዚ ኣብ ሓዳራ ኣብ ሂወታ ከቢድ ፅልዋቲ ከምፀእላ ይኽእል እዩ ኢለየ ዝሓስብ ማለት እዩ ብትኽክል ሓንቲ ሰብኣያ እውን ሲ ደሰ ይብሎን እርግፀኛ እየ ማለት እዩ ብጣዕሚ ብዙሕ ነገር እያ ከምዚ ንዓይሲ ሃየስታውሰኒ እንዶ ዘይብሎ እንድየ እቲ ኩሉ ኣነ ፈሚስና ኣብ ሚድያ ገለ ፎቶይ ክርኢ ከሎሲ ሓንቲ መዓልቲ ኣስታዊስኒ ዘይፈልጥ ምናምን ምናምን እያ እንዳበለት ነይራ ከላስ ኣብ ሕሉፍ እሞ እንታይ እዩ ከስታወሶ ለስታወስካ የስታወስካ ስለ ዝሓለፈ ነገር እኮ ምንም ትርጉም የብሉን ትርፊ ክትጉዳእ ምንም ተምጽኦ ነገርሲ የለን ማለት እዩ ክትጉዳእ ጥራይካ ትኽእል እምበር ምንም ዝሓለፈ ስታዊስካ ተምጽኦ ነገር ትረብሖ ነገር የለን ማለት እዩ ንኣ ግን ንኣብ ሓዳራ ጽቡቕ ኣይኮነን ማለት እዩ ንዙ ምስኣ ዘሎ ሕዝሲ ርግጸኛ እየ ከምዚ ኢላ ከ ኣዋጊዓስ ጽቡቕ ኣይስምዖን ማለት እዩ ስለምንታይ በቃ ንዓይ ክብሪ ስለ ዘይብላ ድያ ከምዚ ኢላ ተዋግዐላ ኢሉ እዩ ክሓስብ ማለት እዩ በዛ ወገነይ ማለት እዩ ንስኹም እንታይ ትብሉ? ንዓኹም ገድፈልኩም ማለት እዩ። ካብኡ እዚ ከይኣክል ትማሊ ምን ያሬድ ብናይ ያሬድ ዩቱብ መፅያ ነይራ ያሬድና ኣኳ ኣይመስለን ቴዲ ዝበሃል መስለኒ እዛ ኣኳ ያሬድ ክምርዓ ከም ዝደሊ መመርዒ ቅርሺ ከዓ ከም ዘይብሉ ወለዱ እውን ሕዝሲ ፅናሕ እዚ ክነመርዕየካ ኣይንክእሊ ጽንሕ በል ከም ዝበልዎ እዩ ተናጊሩ ነይሩ። እንታይ ደኣ ሰላም ክተመርዕዮ ሰላም ክተመርዕዮ ማለት እዩ። ሰላም ጸዊዖም ሰላም ኣነ ክመርዓ ይደሊ ኣለኹ እና እና ተመርዓ ኢላቶ ቤተሰብሲ ሕዚ የነመርዖካ ይጽናሕ ኢሎምኒ ኢልዎ እሞ ጽናሕ እንድሕር ጽናሕ ኢሎምካሲ ክጸኒሕ ዘለካ እምበር ካሊእሲ ምንም ኣማራፂ የለን ኢላቶ ማለት እዩ እሞ ኣነ እዛ ቆልዓ እሺ ኢለያ እንድየ ማለት ስድራኣስ እሺ ኢሎምዋ እናታ ክገብር ኣለኒ ማለት እዩ ከመይ ገይረ ክፀንሕ ኣለኒ ማለት እዩ ኣነ ሕዚ ክምርዖ ዝደሊ ኢልዋ እሞ ከመይ ጌርካ ደኣ ክትምርዓ እስኸ መርዕወኒ ኣነ ደኣ ካብ ምፅእ ከመርዕየካ ዩቱብ ክሽጥ እዮ

ኣነስማ ከመይ ገይረ ኣነ ተመችዩኒ ድየ ዝሸጠልኹ ዩቱበይ ኣነ እኮ ጸጊምኒ ናይ ኢኮኖሚ ሕጽረት ስለ ለጋጠመኒ ክሰርሐሉ ስራሕ ስለ ዝደሊ እየ እምበር ካልእ ኣይኮነን ዩቱበይ ክሸጦ ዝደሊ ክንደይ ዓመት ዝለፋዕኩሉ ክሸጦ ዝሓስብ ዘለኹ ተመችዩኒ ኣይኮነ ወይ ከዓ ናብ ካልእ ዓዲ ከይደ ክሰርሐሉ ስለ ዝደሊ እየ ኢላ ማለት እዩ እና ቤተሰብ ማለት እዩ ሰላም ጸጋይ ስለ ለፈራርሕዋ ዘይኮነት ክትሸጦ ትሓስብ ዘላ ይትባ ማለት እዩ እዚ ናይ ባዕላ ጎደሎ ናይ ባዕላ ውሽጣ ኢኮኖሚ ኣድዩ ናብራ ኣድዩ ስለ ልጎደላ እምበር ሰባት ስለ ለፈራርሕዋ ኣይኮነትን ክሸጦ እትብል ዘላ ማለት እዩ እና ስለምንታይ ናብ ሰብ ምጽጋዕሲ ኣድለዮ ክንደይ ሰብ ከዚ ኣነ ከምዚ ከማይ ዘለ ውይ ታይ ገይራ ኮን ኣፈራሪሖምዋ ይኮኑ ርጉማን ምናምን ምናምን ሲ ኢሎም ይኮኑ እዮም ከምዛ ባዕለይ ልሓሰብኩዋ ማለት እዩ ኩሉ ሰብ ሲ ከምኣ እዩ ሓሲቡ ዝኸውን ተራጊሙ ይኮን ዋላ ኣይፍለጦም መኖም እቶም ዘፈራርሕዋ ግን ስለምንታይ እንታይ ስለ ዝገበረቶም ጓል ስለ ዝኾነት ድያ ግደፍ እዩ ኢሎም ዘፈራርሕዋ ኣለዉ ስለምንታይ ኢሎም ሲ ሓሲቦም ይኾኑ እዮም እናሲ ናብ ሰባት ምፅጋዕስ ንምንታይ እንታይ ኣምፅኦ ካብኡ ከዓኒ ስደት ከዓኒሲ ቢያንስ እንድዒ ዓሰርተ ዓመት ዶ ነይራ ይመስለኒ ነውዚ ዓሰርተ ዓመት ሰሪሕኺ ርኢኽዮ ኢኺ ናይ ስደትሲ ምንም ትርጉም የብሉ ምንም ተምፅኦ ፋይዳ የለ እንኳን ያህዚ ስደት ቀደም ተሰዲትካ እውን ምንም ለውጢ የለን ትርፊ ስደትሲ ዕድመኻን ጉልበትካን ክውድእ እንተኾይኑ እምበር ተምፅኦ ጥቅሚ የብሉን ማለት እዩ ቅድመና ተሰዲትኪ ስሪኢክዮ ክስደት ክብለኪ ይክእል ማለት እዩ ካብኡ ብታ ዘላትኪ ዳ ኢትብኪ ጠንኪርኪ ተትሰርሒ ጠንኪርኪ ሰሪሕኪ ንባዕልክን ያው ንባዕልክና ንውላድኪ ተትኮኒ እየ ክብለኪ ዝደሊ እምበር ዩቱብኪ ሸይጥኪ ናብ ስደት ምኻድስ ምንም ትርጉም የብሉይ ግን ቤተሰብ ክነግረኩም ኣነ እኮ ዩቱብ ዝሰርሕ እኮ ኩሉ ሃብታም እዩ ዝመስለኒ እውነት ናይ ሓቂ እያ ፀጊሙ ንገለ ክብል ተሰሚዐዮም ዞም ዩቱበራት ገለሲ በቃ ሓሽዮም እዩ ዝመስለኒ በቃ ብእውነት ናይ ሓቂ እያ ከምዚ ማለት ጀመርቲ ለይኮነሲ ብዙሕ ዓመት ልገበረው ዩቱብሲ ቅርሺ ከፍል እዩ ነው እናዚ ቅርሺ እናተኸፈሉ ናሃለውስ ንምንታይ እዮም ለየመስግኑ እንድዒ ኣነ ይገርመኒ ወይስ ምእኻልና ሰኣኖም እዩ እንድዒ ግድን ምእኻል ክስእኖም ይኽእል እዩ ግን ከዓነ ከምዚ ዩቱብሲ ምንም ጥቕሚ ዘይብሉ ምንም ረብሓ ዘይብሉ ኮይኖም እዮም ዝዛረቡና ኣነ ብጣዕሚ እየ ዝግረም ማለት እዩ ዩቱብ እንኳን ብ ብዒስራታት ብሳላሳታት ብሓምሳታት ዝረኣየሎም ምስ ዳሕናይ እዩ ከፍሎም እዩ እየ ዝብል ማለት እዩ ያው ናይ ካሜራ ማን ምናምን ምናምን የውፅኡ ተኮይኖም እኳ ያው ብዙሕ ትርፊ ዘይክልዎ ይኽእል እዩ እንተ ብባዕሎም ቀሪፆም ዝሰርሑ ተኮይኖም ግን እሲ ዩቱብ ይኸፍል እዩ ናት ንምንታይ እዮም ኩሉ ግዜ ለማርሩ ክሉ ግዜ ጠመይመይ ልብሉ እዚኣ ንዓይ ለይተመለሰትለይ ሕቶ እያ ማለት እዩ እና ኣብ ኮመንት ክትምልስለይ ተስፋ ይገብር ማለት እዩ እንዛ ቪድዮ ትሰምዑ ማለት እዩ እና ናይ ልምዓት ቪድዮ ሕዘልኩም ዘምፃኹ ነዚያ ትመስል ነይራ ላይክ ሳብስክራይብ ሼር ምግባር ኣይትሕመቑ ኢኹም ኣብ ቀፃሊ ቪድዮና ክሳብ ንራኸብ ድማ ሰሰነይ ንዓኹም